ኣቆፃፅራ ንሕና ንቆፅሮ ዘለናዩ እዋንና ድዩ ኣሕዋት እነ የውመን ኣብ ቅድሚ ረቢ እዚኣ ክንደይ እያ ትኸውን እዛ ሓንቲ መዓልቲ እዚኣ ከኣልፈ ሰና ሓንቲ መዓልቲ ዳርጋ ሽሕ ዓመት እያ ከምቲ ረቢ ድበሎ ወኢነ የውመን ዕንደ ረቢካ ከኣልፈ ሰነትን ሚማ ተዕዱን ኣብ ሱረት ኣልሓጅ

ሰማይ ሸውዓተ ድማ ኣብ ክልተ መዓልቲ ከም እተፈጠራ፣ ከምኡ ድማ እቲ ኣብ መሬት ዘሎ ጂባል ይኹን ወዲ ሰብ ይኹን ኣንሃር ይኹን ንወዲ ሰብ ዝጠቅም ኩሉ ነገር እንታይ ፈጢርዎ? ኣብ ክልተ መዓልቲ ፈጢርዎ። ስድሕሪኡ ወዲ ሰብ ተፈጢሩ ማለት እዩ። ሽዱሽተ መዓልቲ ሰማይን መሬትን ኣብ መንጎኣን ዘሎ ኩሉ ነገራት ምስ ፈጠረ ድሕሪኡ ወዲ ሰብ ፈጢሩ ከምቲ ኣላህ ከኣ ንኢብሊስ ፈጢሩ እሱ ከኣ ኣቡል ጅን እዩ ከምኡ ውን ኣደም ፈጢሩ ዓለይሂ ሰላም እሱ ከኣ ኣቡል በሸር እዩ። እቲ ኣወል ኣንብያ ረቢ ድኸለቆ እንታይ ተልና?

ክፈጥር ከሎ ካብ መሬት ሓመድ ወሲዱ ምስ ማይ ናይ ጀና ላዕጢጡ ለዊሱ ፈጢርዎ ጢን ወይ ከዓ ጭቃ ኮይኑ ኣርባዒና ዮመን ገዲፍዎ ዳሕራይ ሰልሳል ኮይኑ ከልፈኻር ሰልሳል ከልፈኻር እንታይ ድበሃል ከምዚ ክትወቕዖ ከለኻ ጀበና ገለመለ ጥዑይ ከም ምዃኑ ክትፈልጥ ያኒ ኳሊቲ ናቱ እንታይ ይገብሩ ብዓድና ነይሮም ኣዴታትና ከምቲ ቀደም ክንሪኤን ከለና ኳሕኳሕ ኣቢለን ብኢደን ገይረን ወይ ከኣ በቲ ነቲ ጀበና ክሳዕ ክንደይ ጭልጭል ከም ድብል እዚ ሰልሳል ተባሂሉ ይጽዋዕ ከልፈኻር ዳሕራይ ዓጽሚ ወላሕም ወደም ገይሩሉ ረቢ ዳሕራይ ነፍኽ እሱ ድማ ህይወት ሂብዎ ማለት እዩ። ካብ ኣላሁ ተዓላ እዚ ኢዩ ከኣ እቲ ረቢ ድገልጸልና ፈኢዛ ሰወይቱሁ ወነፈኽቱ ፊሂ ሚን ሩሒ ኣይ ሩሕ ኣላሁ ተዓላ ድፈጠሮ ንረን ኣደም ፈቀዑ ለሁ ሳጅዲን ኢሉ ኣዚዙ ብዛዕባ መሬትን ሰማይን ኣብ ሽዱሽተ መዓልቲ ተፈጢረን ክንብል ከለና እንተ ርእይ ኣቢልናዮ

ንዑኡስ ካልኣይ ሳልሳይ ትገብሩሉ ኣለኹም ንዑኡ ድመስል እኮ የብሉን ካልኣት ትገብሩሉ ኣለኹም ትግዝእዎ ረቢ ልዓለሚን ድኾነ እኮዩ ዓለሚን ማለት ከኣ ኩሉ ፍጡር በጀካ ኣላሁ ተዓላ ማለት እዩ ወጀዓለ ፊሃ ረዋሲያ

ሰማይ ምፍጣሩ ረቢ ነዛ መሬት እዚኣ ንዓና መናበበሪ ከም ትኸውን ገይሩ ኣዳልይልና። እቲ ደሓሃ ማለት ከኣ እንታይ ማለት እዩ? ኣግፊሕዋ፣ ኣስፊሕዋ፣ ንዓና ከም ትኸውን ክንቅመጠላ ከም ንኽእል ገይሩላ፣ ከምኡ እውን ማይ፣ ሩባታት፣ ኩሉ ነገር ፈጢርላ። ከምቲ ረቢ ዝበሎ ብኣያ ኣመን ጀዓለ ኣልኣርዳ ቀራረን ወጀዓለ ኺላለሃ ኣንሃራ።